ኣብ ነፍሲ ወከፍ ዓመት ካብ ሕዳር ዕስራን ሓሙሽተን ክሳብ ታሕሳስ ዓሰርተ ተዘኪሩ ዝቕኒ ግሎባዊ ወፈራ እዩ። እዚ ናይ ዓሰርተ ሽዱሽተ መዓልታት ምንጥጣፍ ጾታዊ ሰረት ዘለዎ ዓመጽ ብኹሉ መልክዓቱ ንምቅዋም ናይ መላእ ዓለም ድምጺ ይሕብር። ከም ናይ ኤርትራውያን ደቂ ኣንስትዮ ማሕበር እዋንና

ብመጀመርያ ነዚ ዕድመ ብምቕሉል ኣገባብ ነቲ ሕጽር ዝበለ ብዛዕባ እዚ ኣርእስቲ ንክዛረብ ንዝዓደመትኒ ክብርቲ ሓፍተይ ተቓላሲት ኢንጂነር ከውሰር ዓብዱራሕማን ጓል ከንቲባይ ከመስግና እደሊ። ቀጺለ ከኣ ኣብዚ ጉዳይ ዘለኒ ሕጽር ዝበለ ርእይቶ ወይ ሓሳብ ከካፍል ኣፍቁዱለይ። ኩልና ብንፈልጦ እዚ ኣርእስትና ንጾታዊ ዓመጽ ኣንጻር ደቂ ኣንስትዮ ንቃለሶ ወይ ከኣ Violence Against Women፣ Let's Combat ዝብል ኣርእስቲ ማለት እዩ። ቅድሚ ናብቲ ዝርዝር ናቱ ቚለ ቁሩብ ታሪኻውን ሓፈሻዊ ሕጋውን መግለጺታት ምእታወይ፣ ኩልና ክንርድኦ ዘለና ኩሉ ወዲ ኣዳም ፍጡር ንብሎ በቲ ልሙድ ኣዘራርባ፣ ተሓመቐ ተሓመቐ ወላ እቲ ዘይተመርዓወ ወላ እቲ ዘይወለደ ኣሕዋት ተዘይብሉ ብውሕዱ ካብ ሓንቲ ኣደ ወይ ጓል ኣንስተይቲ ተወሊዱ ማለት እዩ ስለዚ ብውሕዱ ኣደ ኣላቶ ኩልና ኣደ ኣሕዋት ምስ ግዜ እውን ሓዳር ጌርና መጻምድቲ ይህልዉና ደቅና ንወልድ ደቂ ደቅና ንርኢ ከምኡ እናበልና ኣሕዋትና ወዘተ ኣነ ከኣ ከም ኤርትራዊ ዜጋ ከም ሰብ ከም ሓደ ግዱስ ውልቀ ሰብ እኹን ከም ኣቦን ከም ኣቦሓጎን ኮይነ ነዚ ጉዳይ እዚ ዘለኒ መርገጺ ወይ ርእይቶ ቁሩብ ተወሳኺ ዝብሎ ክዛረብ እዚ ኣጋጣሚ ስለ ዝተፈቕደኒ እናመስገንኩ ክቕጽል ይደሊ ማለት እዩ። ብሓፈሽኡ እዚ ኣምር እዚ እንታይ ማለት እዩ ተይልና ከም ሓሳብ ወይ ከም ኮንሰፕት ከም ኣምር ኩልና ንርደኦ እዩ ግን ቀሊል እናመሰለ ኣብ ዓለምና ኣዝዩ ኣሸጋሪ ኮይኑ ዘሎ እዩ። ኣንጻር ደቂ ኣንስትዮ ዝወርድ ዓመጽ በብግዜኡ ኣብ ርእሲኤን ዝወርድ ሃስያን በደልን በብግዜኡ ንሪኦ ናይ ጎነጻት ኣብ ኤርትራውያን ጥራይ ከይተወሰነ ኣብ ምሉእ ዓለም ዘሎ ተርእዮ እንድዩ ንኹሉ ኣካል ሕብረተሰብ ከኣ ስለ ዝጸሉ ንሕና ብዝተኻለና መጠን ክንቃለሶን ክንምክቶን ብዛዕብኡ ኣፍልጦና ክብ ከነብል ብፍላይ ከኣ ነቲ መጻኢ ወለዶ ንኣሽቱ መንእሰያት ደቅና ደቂ ተባዕትዮን ደቂ ኣንስትዮን ከነንቅሖምን ክንምህሮምን ናይ ኩልና ሓላፍነት እዩ። ስለዚ ከምንፈልጦ ጎነጽ ወይ በደል ኣንጻር ደቂ ኣንስትዮ ዝበሃል ሎሚ ኣብ ዓለምና ሓደ ኣገዳሲ ኣርእስቲ እዋናዊ ኣርእስቲ ኮይኑ ኣሎ። ስለዚ ነዚ ኣቓልቦ ሒዝኖ ክንዛረበሉ ይግበኣና ማለት እዩ። እዚ ንደቂ ኣንስትዮ ጥራይ ከም ቪክቲም ወይ ግዳያት ዝምልከት ጥራይ ዘይኮነ ንኹሉ ኣባል ሕብረተሰብ እንተላይ ደቂ ተባዕትዮ ዝምልከት እዋናዊ ጉዳይ ስለዝኾነ ኩልና ክንዛረበሉ፣ ብዕምቆት ክንፈልጦን ክንቃለሰሉን ዘለና ጉዳይ እዩ። ትርጉሙን ህላዊኡን ዝርግሕኡን ርዱእ እዩ ግን ገለ ገለ ምጥቃስ ኣይጽላእን። ኣብ ኣፍሪቃን ዓለምን ክንድስሶ ከለና ትርጉሙ ከ እንታይ እዩ እንተኢልና ቀሊል እዩ እቲ ሓሳብ ግን ኣብ ውሽጡ ብዙሕ ነገራት ዝሓቆፈ እዩ። ብፍላይ ደቂ ተባዕትዮ ማለት እዩ ካልእ እውን ከጠቓልል ይኽእል እንድዩ፣ ኣወዳትን ሰብኡትን ኣንጻር ደቂ ኣንስትዮ፣ ኣዋልድን ኣንስትን ዝፍጸም ጎነጽን በደልን ሃስያን ማለት እዩ። ከምዚ ዝበለ ጎነጽ ሕጂ እንታይ እዩ? ሓንሳእ-ሓንሳእ ናይ ጽልኢ ገበን ወይ ከኣ ሄይት ክራይም ተባሂሉ እውን ይጽዋዕ እዩ። እቲ ምኽንያቱ ከኣ ብፍሉይነት ኣንጻር ፍሉይ ጾታ፣ ኣንጻር ሓደ ኣካል ሕብረተሰብ ዝኾና ደቂ ኣንስትዮ ወይ ጓል ኣንስተይቲ ዘቕነዐ ወይ ዝተመርሐ ስለ ዝኾነ። ኩልና ከም ንፈልጦ መልክዓቱ ብዙሕ ኮይኑ ታሪኹ ነዊሕን ዝተሓላለኸን እዩ ማለት ምስቲ ታሪኽ ናይ ምዕባለ ሕብረተሰብና ናይ ዓለምና ብሓፈሽኡ ዝመጽእ እዩ። እቶም ተግባራት ሕጂ ብደረጃ ውልቀሰብ ክኾኑ ይኽእሉ፣ ኣብ ቤተሰብ ዝፍጸሙ ክኾኑ ይኽእሉ፣ ኣብ መላእ ሕብረተሰብ ከኣ ከም ገሊኡም ናዳ ከም ባህልን ኣገባብን ተወሲዶም ዘይተስተብህለሎም እውን ደረጃ ይብጻሕ እዩ ማለት እዚ ክንቃለሶ ዘለና እዩ። ኣብ ታሪኽ ኣበጋግስኡ ብኸመይ ንዝብል ካብ ጥንቲ ኣብ መንጎ ጾታታት ተርኢና ካብ ቀደም ዘይምዕሩይ ሓይልን ስልጣንን ኣሎ። ኩሉ ግዜ ደቂ ኣንስትዮ ተርኢና ዋላኳ ከም ኣዴታትና ከም ኣንስትና ወይ መጻምድትና ኣሕዋትና ደቅና ንፈትወን እነኽብርን እናተባሃልና ብግብራዊ ነቲ ታሪኽ ሕብረተሰብ ተፈቲሽና ግን ኣብ ኩሉ ምዕባሃግ ምዕባለ ሕብረተሰብ ሎሚ ብዚ ኣብ ተዛማዲ ይሓይሽ ኣሎ ንብሎ ግን ኣብ ቁጠባ ይኹን ኣብ ፖለቲካ ኣብ ማሕበራዊ ባህላዊ ትምህርታዊ ስነ ሓሳብ ይኹን ሻብ ሓያል እቲ ዝኾነ ወዲ ተባዕታይ ስለ ዝኾነ እተን ደቂ ኣንስትዮ ኸኣ ትሑት ቦታን ሓይልን ነይርወንን ዳርጋ ሕጂ እውን በብቑሩብ ይመሓየሽ ኣሎ ኣሎ ማለት እዩ እቲ ኣብ ዓለም ዘለዎ ዝርግሐን ኣገዳስነቱን ሓደገኛነቱን ምብራህ ብዙሕ ኣሎ ኣብ ጽሑፋት ኣቲና ኣብ ኢንተርነት ክንኣቶ ንኽእል ንኣብነት ውድብ ናይ ውድብ ሕቡራት ሃገራት ዋና ጸሓፊ ዝነበረ ቅድም ኣቢሉ ኣፍሪቃዊ ኮፊ ኣናን ዝበሎ ኣብ ክልተ ሽሕን ሽዱሽተን ቅድሚ ዕስራ ዓመታት ኣቢሉ ማለት እዩ ብኸምዚ ዝስዕብ ከም ኣብነት ማለት እዩ ገሊጽዎ ምንባሩ ይፍለጥ እዩ እዚ ሽግር እዚ ብዓለምና ብዓለም ደረጃ ዝተላበዐ ወይ ፓንደሚክ ዝርግሐ ኣለዎ። ኣብ ዓለም ኣብቲ ግዜ ትዛረብ ነይሮ ጭቃ እናገደደ ተዘይከይዱ ዝተመሓየሸ ኣይመስልን። ዳርጋ ሓንቲ ካብ ኣርባዕተ ደቂ ኣንስትዮ ብውሑዱ ኣብ ህይወታ ሓንሳብ ንተማሃረምቲ፣ ጾታዊ ጸቕጢ፣ ጎነጽ፣ ዓመጽ ወይ ካልእ ዓይነት በደላት ይበጽሓ ነይሩ ማለት እዩ። መብዝሕትኡ እዋን ከኣ እቲ ዘሕዝን እንታይ እቲ ዝብድላ፣ ዝዕምጻ ወይ ዝሃስያ ሰብ ንሳ ኣብ እትፈልጦ ወይ ቀረባኣ፣ ሓዋ፣ ቤተሰባ፣ መጻምድታ፣ ሰብኣያ ወይ ዝተ፣ ይኸውን ማለት እዩ። ስለዚ እዚ ሽግር እዚ ሓደ ምግሃስ ሰብኣዊ መሰላት እዩ፣ ሓደ መልክዕ ናይ ኣድልዎ ኣንጻር ደቂ ኣንስትዮ እዩ። ቀጻሊ ደቂ ኣንስትዮ በዚ ኣድልዎ እዚ እናተሃስያን እናተጎድኣን ይነብራ ኣለዋ። ከምኡ እውን ኩሉ ናብ ደቂ ኣንስትዮ ዝቐንዐ ኣካላዊ፣ ጾታዊ፣ ናይ ግብረ ስጋዊ ወይ ሴክሹዋል ማለት እዩ፣ ስነ ኣእምሮ፣ ሳይኮሎጂካል፣ ቁጠባዊ ወዘተ ጉድኣት ዘብጽሕ ኣብ ጾታ ዝተሞርኮሰ ጎነጻዊ ተግባር እንተላይ ታህዲድ፣ ምግዳድ ወይ ኢደወነናዊ ምምንዛዕ ሓርነት ናይቲ ሰብ ኮይኑ ኣብ ትሕቲ ኣብ ቅሉዕ ወይ ኣብ ህዝባዊ ክኸውን ይኽእል እዩ፣ ገሊኡ ብምስጢር ወይ ሕቡእ ክኸውን ይኽእል፣ ብውልቀ ሰብ ደረጃ፣ ገሊኡ ከኣ ብግሁድ ኣብ ማሕበረሰብ ብቓልዕ ዝፍጸም ክኸውን ይኽእል እዩ። ብዓለም ደረጃ ንምውጋዱ ወይ ንምውሓዱ ብዙሕ ጻዕርታት ተኻይዱ እዩ፣ ታሪኽ ድሕር ከናጽልና ኣብ ኢንተርነት ይኹን ኣብ ጽሑፋት ኣቲና ኣብ ላይብረርን

ከም ኣዋጅን መግለጽን ኣስተምህሮን ኣሎ እቲ ሕቶ ግን እንታይ እዩ ኣብ ግብሪ ክሳብ ክንደይ ንቃለሶን ኣለና ክሳብ ክንደይ ከ ንምውሓዱን ንምጉዳሉ ተተኻኢሉ ከኣ ንምጥፍኡ ንጽዕር ኣለና እዩ ብቐጻሊ ከኣ ንርእዮ ኣለና እቲ ጎነጻት ቀጻሊ ኮይኑ ክቕጽል ንርኢ ኣለና ማለት እዩ። እንተኾነ ግን ሕጂ ከም ዝበልናዮ እንታይ ኣዋጃትን ብሕግታት ብመንግስታት ኣውጺኻ ወይ ብውድባት ብኻልእ ዘይመንግስታውያን ኣካላት ወግዓዊ ምንቅስቓሳት ዝሕግዙ እኳ ተኾኑ ዘቃልሉ ወይ ዘመሓየሹ ተኾኑ ንበይኖም ግን ነቲ ሽግር ክፈትሑ ኣይክእሉን እዮም ኣይፈትሑን እዮም ስለዚ እቲ መሰረታዊ ኣገባብ እንታይ እዩ ኣብ መላእ ሕብረተሰብ ንቕሓትን ኣፍልጦን ምስራጽ እዩ ምርዳእን ምስትብሃልን ኣጸቢቕካ እሞ ምርድኡ ማለት እዩ ኣብ ውሽጥኻ ኢንተርናላይዝ ምግባሩ ምውሓጡ እዚ ኣገዳሲ እዩ ኩሎም ደቅና ብፍላይ ገና ንኣሽቱ ከለዉ ደቂ ተባዕትዮና ኮኑ እተን ደቂ ኣንስትዮ ንባዕለን ኩሉ ከም መትከል ክመሃርዎ ክኣምንሉን ክርዕምዎን ይግባእ ማለት እዩ ብፍላይ ኣብቲ ቁጠባ ቁጠባ ትሑት ዝኾነ ክፋል ናይ ዓለምና ኣብ ኣፍሪቃ ኤስያ ላቲን ኣሜሪካ ምስቲ ካልእ ሽግራት ኣሎ ናይ ተባዕታያዊ ልዕልና ደቂ ኣንስትዮ ከም ዝበልናዮ ብቁጠባ፣ ብፖለቲካ፣ ብማሕበራዊ ወዘተ ወዘተ ዝተሓተተ እዩ። ናብቲ ቁጠባዊ ዝበዝሕ ግዜ ዋላ ሚእቲ ካብ ሚእቲ ተዘይበልና ወይ ውሑድ ዝኾነ እቶት ኣሎ ወይ ከዓ ተፀባይት ናይቲ ብሰብኣያን ወለዳን ደቃን ኣሕዋታን ትኸውን ማለት እዩ። ቁጠባዊ ፅግዕነት ኣለዋ። ስለዚ ንደቂ ኣንስትዮ ኣትሒትካ ናይ ምርኣይ ዝንባሌ ዋላ ብኦፐን ብቁልዕ ተዘይበልናዮ ምርኣይ ስለዘሎ እቲ ነገር ዘገርም ኣይኮነን። ናቱ ሳዕቤን ወይ ውፅኢት ከዓ እቲ እንብሎ ዘለና ደቂ ኣንስትዮ ጎነጽን ወጽዓን ይወርድ እዩ። እቲ ዘገርም ከኣ እንታይ እዩ ዋላ እተን ተሓሳ ብኣተሓሳስባ ዝማዕበላ ንብለን ኤሮጳ ኣሜሪካ ካናዳ ከይተረፈ ምናልባት እቲ ደረጃታት ይፈላለ ክኸውን እምበር ኣብ ውሽጢ እቲ ብፍላይ እቲ ዘቤታዊ እቲ ጸገም እቲ ብደገ ዝህሉ ፖሊስ ሕብረተሰብ ክከታተልዎ እዮም ምናልባሽ ናቱ መስርሕ ኣሎ ግን እቲ ዶሜስቲክ ቫዮለንስ ዝብሎ ሓደ ኣካል እዚ ዘቤታዊ ክንብል ከለና ብሓዋ ብሰብኣያ ብቐረባ ቤተሰባ ወዘተ ዝመጻ ማለት እዩ። ወላ ብወለድታ ውን ሓንሳብ ሓንሳብ ስለዚ ኣብቶም ብተዛማዲ ምዕቡል ዝሃለዉ ሕብረተሰብ ከይተረፈ ኣሎ። ስለምንታይ እንተይልና ባህላዊ፣ ቁጠባዊ፣ እምነታዊ ወዘተ ክህሉ ይኽእል እዩ። ንደቂ ኣንስትዮ ትሒትካ ምርኣይ፣ ኣንጻረን ዝግበር በደላት ምፍጻምን ከም ንቡር ገይርካ ምውሳድን፣ ገሊኦም ትም ኢሎም ይዕዘቡ ወይ ከኣ ምኽኑይ ክገብርዎ ይፍትኑ፣ ክእረም ኣለዎ ዋላ እቲ ደቂ ኣንስትዮ ንባዕለን ካብ መጻምድታ ድዩ ካብ ሰብኣያ ወይ ካብ ካልኣ ክበጽሓ ከሎ ትጻወሮ ደሓን ሓሪቑ ኮይኑ እዩ ገለ እናበለ ስለዚ ነቲ መገዲ ፍታሕ ኣይትሪኦን ኣብ ገለ ዓመታት ንርኢ ነርና ኣብ ዝሓለፈ ኣብ ኤርትራ እዚ ቁሩብ እዋን ኣዕሪፍና ኣለና ካልእ ዓይነት ጎነጽ ኣብ ጀርመን ተሰሚዓ ናይ ሓንቲ ሓፍትና ኤርትራዊት እምበር ብገዛእ መጻምድተን ወይ እቶም ኣደ ደቀን ማለት ኣደ ውላደን ዝኾኑ ወዘተ ወዘተ ሰብኣያ ወይ መጻምድታ ወይ ምስኣ ነበረ ምቕታልን ናይ ጓነጻዊ ተግባራት ክትርኢ ኣዝዩ ዘስካሕክሕን ዘሰክፍን ተርእዮ ነይሩ። ሕጂ መጠኑ ጎዲሉ ኣሎ ግን ገና ክንቃለስ ኣለና ማለት ኩልና ኣንጻር ዓመጽ ጾታዊ ዓመጽ ደው ክንብል ስለ ዘለና ብዝተኻለ መጠን ነቲ ዝረኤ ጸገማት ክንፈትሖን ክንቃለሰሉን ሓላፍነትና ይኸውን ማለት እዩ። ነዚ ንምግባር ከኣ ንሕና ኩልና ኣብቲ ሕብረተሰብና ዝኾነ ነገር ሸለል ከይበልና ኖእ እዚ ኣባይ ኣይረኣይን እዩ፣ ኣነ ምዕቡል እየ፣ ኣነ እሙን እየ ወዘተ ከይበልና ብፍላይ ኣብቶም መንእሰያት ኣብ ኤርትራውያን ሕጂ ተሪኢናቶም ኣብ ስደት ዘለዉ ካብ ዓዲ ምስ ወጹ ኣብ መገዲ ዘጋጥሞም ናይ ምድረበዳ፣ ናይ ማእሰርቲ፣ ናይ መጭወይቲ ኣሎ፣ ምስቲ ሓድሽ ሕብረተሰብ ዘይምልላይ፣ ቋንቋን ባህልን ወዘተ ዘይምፍላጥ ኣሎ። እዚ ኩሉ ተደማሚሩ ሕጂ ጸቕጢ ፈጥረሎም እዩ። እቲ ዘሎ ኣብቲ ሕብረተሰብ ዝበልናዮ ንደቂ ኣንስትዮ ትሒትካ ምርኣይ፣ ብቁጠባ ማዕሪኡ ክትከውን ወይ ከኣ ነብሳ ክኢላ ክትወጽእ እዚ ውን በተን ደቂ ኣንስትዮ ውን ጌጋታት ኣይፍጸምን ኣይኮነን ግን እቲ ንሕና ዘዛርበና ዘሎ ጎነጻዊ ዝኾነ ኣገባብ ንደቂ ኣንስትዮ ምህሳይ ኣብ ዝምድና ናይ ክልተ ሰባት መርዓ ኹን ፍቕሪ ኹን ውላድ ይኹን መስርሕ እዩ ዝቕጽል ግን ኣብ ገለ እዋን እንተ እቲ መደብ ዝምድና ዘይተዓወተ ነቲ ዝምድና ኣሊኻ ወይ ኣቋሪጽካ ካልእ ኣማራጺታት ምድላይ እምበር ብሓደ ወገን መብዛሕትኦም ደቂ ተባዕትዮ ጎነጽ ምግባርን ናይ ምቕታል ይኹን ናይ ምፍርራሕ ወዘተ ምርኣይ ኣዝዩ ዘየድሊ ብምዃኑን ውጽኢቱ ከኣ ኣሉታውን ነባሪ ሳዕቤንን ነቲ ፈጻሚ ናብ ገበን ዘእትዎ ነቶም ዝተርፉ ደቂ ውላዱን ሓዘንን ስቅያትን ዘምጽእ ስለዝኾነ ኩልና ብዝተኻእለ መጠን ብፍላይ ደቂ ኣንስትዮውን ነብሰን ኣማዕቢለን ተጠንቂቐን ንቕሓተን ክብ ኣቢለን ኣብ ፍርሒ ከይኣተዋ ኣብ ገለ ከይኣተዋ ሓደ ዓይነት ከም ናይዚ ዜና ክንርእዮ ንኽእልን ኣብዚ ቀረባ ሰምዕ ነይረ ገለ ደቂ ኣንስትዮ ብስእሊ ገይረን መልክግለጺ ፍቕረን ድዩ ኣብ ናይ ጥራሕ ነብሰን ይኹን ወይ ካልእ ሓደ ሓደ ጾታዊ ስእሊ ብምግባር ካልኦት ብገለ ሓላፍነት ዘይስምዖም ሰባት ንዓኣተን ከምዚ ናይ ምፍርራሕን ብላክ መይል ጌርካ ብሰንኩ ሽዑ ባዕለን ዘምጽኦ ነብሰ ቅትለት ይኸልኣሉ ምስ ዝተፈላለየ ከታ ኩሉ ኣብቲ ሕብረተሰብ ዘጋጥም ሕጂ ሓፈሻዊ ንዛረብ ስለ ዘለና ብ ኤርትራውያን ጥራይ ከይበልና ብ ገለ ግን ከም ኤርትራውያን መጠን በዚ ንረዳዳኣሉ ዘለና ቋንቋ ጌርና ኣብ ሕብረተሰብ ዘሎ ንቕሓትና ክብ ምባል፣ ደቂ ተባዕትዮ ከም ናቶም ቃልሲ ወሲዶም ካብ ዝሰርሕሉ፣ ደቂ ኣንስትዮ ከኣ ነብሰን ኣብ ምክልኻልን ኣብ ምሕያልን ይንቀሳቐሳሉ ከም ዘለዋ የተሓሳስብ፣ ነዚ ዕድል ስለ ዝሃብኩሙኒ የመስግን ንክብርቲ ሓፍትና ኢንጂነር ከውሰር ከምኡውን ጽሊልኩም ስለ ዝሰማዕኩሙኒ የመስግን፣ ነዚ መደብ እዚ ከኣ ዓወትን ኣሳልጦን ይምነ የቐንየለይ።